ዎይ እግዚኣብሄር ነብሰይ ናባኻ የልዕል ኣለኹ እሞ ንነብሲ ባርያኻ ኣሕጉሳ ተባሂሉ ከም ተጻሕፈ እግዚኣብሄር ኣምላኽና ኣንጊህኩም ገጹ ንትደልዩ ኩሉኹም ንጎት ስኢልኩምሲ ናቱ ህላውነት ትጸምኡ ኣሕዋተይ እግዚኣብሄር ኣምላኽና ብሓጎሱ ብመሪሕነቱ ብደገፉ እግዚኣብሄር ኣምላኽና ብኹሉ ብዘድልየኩም ዘበለ ኣብ ቤትኩም በዚ ሰዓት እዚ ይባርኽኩም። ኣብ ትኸድዎ ጎደና ኩሉ እግዚኣብሔር ኣምላኽና ይምራሕኩም ብጎይታ በኢየሱስ ክርስቶስ ስም እግዚኣብሔር ኣምላኽና ብሓጎስ ውሽጥኹም ይምልኣዮ ንድጸምኤ ዘበሎ ኩሉ በኢየሱስ ክርስቶስ ስም ናይ እግዚኣብሔር ሓጎስ ናይ እግዚኣብሔር ሰላም ናይ እግዚኣብሔር ደገፍ ናይ እግዚኣብሔር ህላውነት ኣብ ቤትኩም ኣብ ህይወትኩም ኣብ ትኸድዎ ኩሉ ጎደናኹም ምሳኹም ይኹን በየሱስ ክርስቶስ ስም ይውሓስ ናይ እግዚኣብሄር ሰላም ይውሓስ ናይ እግዚኣብሄር ረዲእነት ኣብ ቤትኩም ኣብ ህይወትኩም ይውሓዝ ኣሕዋተይ ብጎይታ በኢየሱስ ክርስቶስም እግዚኣብሄር ነታ እትደልዮ ነብሲ ሰናይ እዩ ተባሂሉ ስለተጻሕፈ ሰናዩ የጥዕምኩም ሰናዩ የጥዕምኩም ክብሪ ንኣምላኽ ይኹን ንምድሓን እግዚኣብሄር ብህድኣት ምጽባይ ድማ ኣዝዩ ጽቡቅ እዩ እሞ ክብሪ ንኣምላኽ ይኹን እግዚኣብሔር ኣምላኽና ሰለ ተጸበኹሞ ሃዲእኩም ሰለ ትጽበይዎ ክብሪ ንኣምላኽ ይኹን ኣብኡ ሰለ ትውከሉ እግዚኣብሔር ኣምላኽና ግዴኹም ይኹን በዚ ሰዓት እዚ ግዴኹም ይኹን ናይ እግዚኣብሔር ቃል እንታይ ይብል ሲ እስኻ እሙን ምዃንካሲ ኣዝዩ ዓብይ እዩ እሙንነትካስ ዓብይ እዩ ይብል እሞ በኢየሱስ ክርስቶስ ስም እግዚኣብሔር እሙን ብምዃኑ ሲ ኣብ ቤትኩም ሓጎስ ብሓጎስ በቲ እሙንነቱስ ሓጎስ ይምላኣዮ ቤትኩም እግዚኣብሔር እሙን ካብ ምዃኑ ዝተላዕለሲ ንቤትኩም ንዘሎ ሓዘን ንዘሎ ጓሂ ንዘሎ ሁበብላ ኩሉ ካብ ቤትኩም በኢየሱስ ክርስቶስ ስም የርሕቅኩም ብሰላሙ ድማ ይምላእኩም እሙን ምዃንካስ ኣዝዩ ዓብዪ እዩ ተባሂሉ ተጻሒፉ ኣሎ እሞ እግዚኣብሔር እሙን ይሕዋት ብዘድልየኩም ዘበለ ኩሉ ንኽገብረልኩምስ እሙን እዩ ንሱ በቃ እሙን እዩ፣ እቲ ተስፋ ዝሃበስ እሙን እዩ ተባሂሉ ተጻሒፉ ኣሎ። ንሱ ድማ ካብ ንልምኖን ካብ ንጽልዮን ካብ ዘድልየናን ንላዕሊ ዝህብ ኣምላኽ እዩ። ኣብዚሑ ዝህብ፣ ኩሉ ግዜሲ ምስ ትርፉ ዘለዎ ኣምላኽ እዩ እሞ፣ ዘድልየኩም ዘበለ ምስ ትርፉ ይሃበኩም። በቃ ክሳዕ ይኣኽለኒ እትብሉ ማለት እዩ፣ ክሳዕ ጸጊበ እትብሉ፣ ክሳዕ ንመን እየ ከማቕሎ ኣነ ክሳዕ እትብሉ ማለት እዩ። ዝማቐል ዝደሊ እንተሎስ ኣለኒ፣ እግዚኣብሄር ኣብዚሑ ሂብኒ እሞ ክህበካ እየ ዝሓወይ እትብሉሉ እግዚኣብሄር ኣምላኽና ክሳዕ ከምኡሲ፣ የብቅዕኩም ብስም የሱስ ክርስቶስ ክሳዕ ከምኡ የብቅዕኩም ሃብቱሲ የንጀርብቦ ኣብ ቤትኩም በየሱስ ክርስቶስ ስም ሰላም ተኾነ ምስ ትርፉ በረኸት ተኾነ ምስ ትርፉ ጥበብ ተኾነ ምስ ትርፉ መጎስ ተኾነ ምስ ትርፉ ይኹን ህይወትኩም በየሱስ ክርስቶስ ዝተርፍ ይሃልኹም ኣሕዋት በየሱስ ክርስቶስ ስም ጎይታ የሱስ ክርስቶስ ጎደሎ ክርኢ ከሎ ምስ ትርፉ እዩ ዝምልእ ከምቲ ኣብ ቃል ኣምላኽ ነንብቦሲ ዝኾነ ይኹን ጎደሎ እንድሕር ነይሩስ ዝበለጸ ወይኒ ኮይኑ ይመጽእ ጎይታ ክመጽእ ከሎ ዝበለጸ ወይኒ ገይሩ ይህቦ ምስ ትርፉ ይኸውን ትባኒ ምስ ትርፉ ይኸውን ትዓሳ ማለት እዩ ምስ ትርፉ ዝኾነ ይኹን ዝምልኦ እግዚኣብሔር ጎደሎሲ ምስ ትርፉ እዩ ዝኸውን እሞ ምስ ትርፉ ይኹን እቲ እግዚኣብሔር ዝህበካ ብጎይታ በኢየሱስ ክርስቶስ ምስ ትርፉ ሎማዓንቲ በረኸት ምስ ትርፉ ሰላም ምስ ትርፉ፣ ሓጎስ ምስ ትርፉ፣ ዘድልየካ ዘበለ ኩሉ ምስ ትርፉ ይኹን። በየሱስ ክርስቶስም ምስ ትርፉ ይኹን። ኩሉ ዘድልየኩም ዘበለ ምስ ትርፉ ይኹን። እንሆ ንእግዚኣብሔር ነብስናሲ ናብ እግዚኣብሔር ልዕል ክነብላ ከለና እግዚኣብሔር ብሓጎስ እንታይ ክገብረና ከጽግበና ኢና ንልምን ዘለና ክብሪ ንኣምላኽ ይኹን። ብሓጎስ ከጽግበና ኣምላኽ ይመስገን። እግዚኣብሔር ደበኽ ሰለዝበለ ኣብ ኩነታትናስ ነብስና ብሓጎስ ክትሕጎስ ክብሪ ንኣምላኽ ይኹን። ብሓጎስ እግዚኣብሄር፣ ብህላውነት እግዚኣብሄር፣ ብበረኸቱ፣ ብሰላሙ፣ እሙን ብምዃኑሲ ኣዝያ ክትሕጎስ ንጸሊ ኣለና። ሃሌሉያ! እግዚኣብሄር ኣቦየ እስኻ እሙን ኢኻ። ንዝልምኑኻ፣ ንዝቐርቡኻ፣ ንትጽበየካ ነብሲ ሰናይ እዩ ተባሂሉ ተጻሒፉ ኣሎ እሞ ሰናይካ ሎሚ ንግሆ እግዚኣብሄር ኣቦይ ንጻባበዮ ኣለና። ኣብ ነብሲ ወከፍ ቤት፣ ኣብ ነብሲ ወከፍ ሓፍትን ሓውን ናትካ ሰናይ ነገር እግዚኣብሄር ኣቦየ ጸሌኹ፣ ጸዋዕኩ። ለመንኩ ስለ ኣሕዋተይ በየሱስ ክርስቶስ ስም ጾሮም ለማዓንቲ እግዚኣብሔር ኣቦይ ተሰኮምኩ in the name of Jesus ጾር ሓትሓትኩም ጹሩ ተባሂሉ ተጻሂፉ ኣሎ እንሆ ንስካ ከኣ ብዓቢኡ እንታይ ኢልካና እግዚኣብሔር ኣቦየ ጾር ዝከበደኩም ናባይ ንዑ ደርብይዎ ኢልካ ኢካሞ ደርብይዎ ኣሕዋተይ ኣንከራርውዎ ነቲ ዝስማዓኩም ጾር ኣንከራርውዎ እግዚኣብሔር ግደዩ በልዎ እግዚኣብሔር ደገፈዩ በልዎ እግዚኣብሔር ሓላውየ እዩ በልዎ እግዚኣብሔር ኣምላኸይ እዩ በሉ ክብሪ ንኣምላኽ ይኹን ከጽግባ እዩን ነብሰይ በልዎ ዝጸመኤ እንተሎ ክሰቲ እዩ ተባሂሉ ተጻሒፉ ኣሎ እሞ ይስተ ተባሂሉ ተጻሒፉ ኣሎ ብኸምኡ ይሰቲ ኣለኹ በልዎ ንእግዚኣብሔር ብኸምኡ ይሰቲ ኣለኹ ብኸምኡ ይጸግብ ኣለኹ ብኸምኡ ይረው ኣለኹ ሎማዓንቲ በልዎ ዝጎድለካ ነገር ከ ኣይክህሉን እዩ ክብርና ኣምላኽ ይኹን ዝጎድለካ ነገር ኣይክህሉን እዩ በኢየሱስ ክርስቶስ ስም እግዚኣብሔር ኣቦይ ስለ ነብሲ ወከፍ ሓውን ሓፍትን ይባርኸካ ኣለኹ በዚ ሰዓት እዚ ሓይሎም ንስኻ ኢኻ ደገፎም ንስኻ ኢኻ ረድኤቶም ንስኻ ኢኻ ደገፎም ንስኻ ኢኻ እግዚኣብሔር ኣቦይ ንስኻ ደጋፊ ኢኻ በቃ ክድገፈካ እንኽእል ኣምላኽ ኢኻ ደጋፊና ንስኻ ኢኻ በኢየሱስ ክርስቶስ ግደይ ንስኻ ኢኻ ኢሉ ዳዊት ኣምላኸይ ኢኻ እሞ ኢሉ በቃ ኣምላኸይ ኢኻ ናበይ እሞ እግዚኣብሔር ሰብ ክጽውዕ እንድሕር ኣምላኽ ኣለዎ ኮይኑ ናበይ ክጽውዕ ስለዚ ኣምላኸይ ኢኻ እሞ ናባኻ ጸዋዕኩ ሎማዓንቲ በሉ ኣምላኸይ ኢኻ ንስኻ ኢኻ ረዳእየይ በሉ ንስኻ ኢኻ ዝውከሎስ ንስኻ ኢኻ በሉ ክብሪ ንኣምላኽ ይኹን ኣይተሕፍረንን ስለ ዝኾንካ ድማ ተመስገን እሙን ምዃንካስ ኣዝዩ ዓብዪ እዩ ተባሂሉ ተጻሒፉ ኣሎ እሞ እሙን ኢኻ ንስኻ በልዎ ሎማዓንቲ እሙን ኢኻ ንስኻ ኣነ ናትካ ንስኻ ናተይ ኢኻ በልዎ ሃሌሉያ ናበየ ክኸይድ ካባኻ ወጻኢ በልዎ ሃሌሉያ ነብሰይ ብኣኻ ትሕጎስ ኣላ ሎማዓንቲ ብእምነት ይሕጎስ ኣለኹ በሉ ኣሕዋተይ ብእምነት ይሕጎስ ኣለኹ እግዚኣብሔር ስለ ዝሰምዓኒ ፈሊጠሲ ይሕጎስ ኣለኹ በሉ ከምኡ እምነት ከዓ ኣቐዲማ ትርእያ ንዝፀለናዮ ነገር ከዓ ከምኡ ከም ዝኾነ ከዓ ሽዑ ኢና ንኣምን ምስ ፀለናዮ ኢና ንኣምን ምክንያቱ እዚ ግብረ መልሲ ናይቲ ምእማንና እዩ ማለት እዩ እግዚኣብሔር ከዓ እሙን ከም ዝኾነ ምእማንና እዩ ማለት እዩ ስለዚ ምስ ገረብ ዲየ ድኣ ድዛረብ ዘሎ ሪኹም ክንፅሊ ከለና ምስ ገረብ ዲና ንዛረብ ኖ ኣብ ሃዋህው ዲና ንዛረብ ናይን ኣሎ እንድሕር ኮይኑ ኣሎ እቲ ናብ እግዚኣብሔር ዝመጽእ ከኣ ኢሉ ቃል ኣምላኽ ከም ዘሎን በቃ ክኣምን ኣሎ ነቶም ትቐርብዎ ከዓ እንታይ ከም ትገብር ከም ትምልስ ክኣምን ኣሎ ስለዚ ከም እግዚኣብሔር ከም ድምልስ ኣሚንና ኢና ንዛረብ እግዚኣብሔር ከም ድምልሰልኩም ኣሚነ እየ ናባኹም ድመጽእ ክብርና ኣምላኽ ይኹን ጸሎትናስ ከም ዘይንዕቆ ፈሊጠ እየ ድመጽእ ኣሕዋት ኣምላኽ ይመስገን ይገብር እግዚኣብሔር እንታይ ደኣ እሞ ክሳራ መኾነ ነይሩ ማለት እዩ ኖ ከምኡ ግን ኣይኮነን እግዚኣብሔር ሓድ ንሓድሕድኩም ተጸላለዩ ኢሉ ንጽለል ኣሎ። ክብሪ ንኣምላኽ ይኹን ኣብቲ ስም የሱስ ክርስቶስ ዝጽውዓሉ ስፍራ ድማ መን ኣሎ ባዕሉ የሱስ ኣሎ ስለዚ ብስም የሱስ ክርስቶስ ክሳዕ ዝጸለና ብቃል ኣምላኽ ክሳዕ ዝጸለና ጥርጣሬ ኣይሃልኹም እግዚኣብሔር ክገብሮ እዩ ንጽልዮ ዘብል ድኣመንኩሞ ዘበለ እግዚኣብሔር ክገብረልኩም ክብሪ ንኣምላኽ ይኹን ንሱ እዩ ዝደሊ ዘሎ ብእኡ ክንኣምን ንኣምላኽ ደሐጎሰ ካልእ እኮ የለን ናብኡ ስለተወከልና ይሕጎስ ሪኢኹም ክንሱ ንሕና ክንገብረሉ ንኽእል ነገር ስለዘይብሉ እኳ እዩ ሪኢኹም ዓብ ኣምላኽ ክንሱሲ ንሓደ ኣይንዕቕን እዩ ስለዚ ንእግዚኣብሔር ትውስኸሉ ነገር ስለዘይብልካ እዩ እግዚኣብሔር ክህበካ ጥራይ ድቐርብ ናባኻ ክትረክብ ኢልካ እዩ እግዚኣብሔር ክትኣምን ዝደልየካ ስለዚ ክንኣምን ከለና ከኣ ይሕጎስ ንሱ። ስለዚ ብጀካ ብእምነትሲ ብኻልእ ንእግዚኣብሔር ክነሐጉሶ ኣይንኽእልን ኢና ተባሂሉ ተጻሒፉ ኣሎ። ስለዚ እምነትና ንእግዚኣብሔር ተሐጉሶ ንምንታይ እዩ? ጽቡቕ ጽቡቕ ናቱሲ ክንረኽበሉ እንኽእል መንገዲ ንሱ ስለዝኾነ ማለት እዩ። ስለዚ ኣምላኽ ይመስገን ንኸምዚ ዓይነት ሕብረት ተጸዊዕና ኣለና። ንኸምዚ ዓይነት በረኸት ተጸዊዕና ኣለና። ስለዚ እሙን ምዃኑሲ ኣዝዩ ዓብይ እዩ ተባሂሉ ተጻሒፉ ኣሎ እሞ እሙንነቱ ቀጥ ኣቢልኩም ሕዝዎ። እሙን ኢኻ እስኻ በሉ በቃ ተጸግዕዎ እንዶ ተወከልዎ ግብርና ኣምላኽ ይኹን ኢሉ ኣሎ ከኣ ስለ ዝፈልጠኒ ስለ ንሽመይ ስለ ዝፈለጦ ከኣ ከድሑነ እዩ ተባሂሉ ተጻሒፉ ኣሎ ከድሑነ እዩ ተባሂሉ ተጻሒፉ ኢየሱስ ክርስቶስ ጎይታይ እንታይ ኢሉ ኣሎ ዳዊት ቴስዓን ሓደን ቁጽሪ ዓሰርተ ኣርባዕተ ከምኡ ይብለና ኣጥቢቑ ስለ ዘፍቀረኒ ከናጉፎ ንስመይ ስለ ዝፈለጦ ከልዕሎ እየ በቃ ከልዕሎ እየ ክብሪ ንኣምላኽ ይኹን። ኣብ መዝሙር ዳዊት ሰማንያን ሽዱሽተን ኣርባዕተ ከኣ ዎ እግዚኣብሄር ነብሰይ ናባኻ ኣልዕላ ኣሎኹ እሞ ንነብሲ ባርያኻ ኣሐጉሳ በቃ። ኢየሱስ ክርስቶስ ጎይታ እዩ ናብ እግዚኣብሔር ይመጽእ ኣሎ ዳዊት ግን እንታይ ከም ዘድልዮ ፈሊጡ ኣሎ ሓጎስ እደሊ ኣለኹ ኢሉ በቃ ክሕጎስ ደልየ ኣለኹ ኢሉ በ- ደኺምኒ ኣሎ በቃ ኢሉ ክብሪ ንኣምላኽ ይኹን ጓሂ ከቢብኒ ኣሎ ኢሉ ስለዚ ከምኡ እንተጌርና ንዓና ከ እግዚኣብሔር ይሰምዓና በቃ ናይ ዳዊት ክነንብብ ከለና እኮ ኣብነት እዩ ክኾነና ሪኹም ኣብነት ይኾነና ኣብ ከምዚ ኩነታት ጸልዩ ዳዊት ከምዚ ጋጢምዎ ንዳዊት ክንብል ከለና እኮ ብዙሕ ኢና ንጸናናዕ ምክንያቱ ኣብዚ ምድሪ ሲ ንሰብ ብዙሕ እዩ ዘጋጥሙ ብዙሕ መከራ እዩ ዘጋጥሙ ግን እግዚኣብሔር ሰናይ እዩ ሪኹም መንገዲ ጻድቅ ሲ ብዙሕ መፈንጠራ ኣለዎ ወይ ድማ ንጻድቅ ብዙሕ መከራ እዩ ዘጋጥሙ እግዚኣብሔር ግን ካብ ኩሉ የናግፎ ተባሂሉ ተጻሒፉ ካብ ኩሉ የናግፎ ኩሉ ትብል እስከ ሕዝዋ ኩሉ ዘለኻዮ ሕጂ ውን ማለት እዩ ክብሪ ንኣምላኽ ይኹን ኣሕዋተይ እግዚኣብሔር እሙን እዩ መንገዲ ኣለዎ ምናልባሽ ሓደ ሓደ ግዜ ልክዕ ታንደልያ ደይኮነት ክንብል የብልናን እግዚኣብሔር ዘዕግበና ይፈልጥ እዩ ኣብ ውሽጥና ደሐጉሰና ይፈልጥ እዩ ንዕኡ እዩ ዝገብር እግዚኣብሔር ነቲ ድጠቕመና እዩ ዝህበና እግዚኣብሔር ስለዚ ብኩሉ ብሓሳቡሲ ምኽሩስ ጽቡቕ ከም ምዃኑሲ እመኑ ኣሕዋት ምኽሩ ንዓኹምሲ ጽቡቕ እዩ በቃ እቲ ድመጽእ ንሰናይኩም ክኸውንስ ኣዝዩ ዝዎ እዩ እግዚኣብሔር ከምኡ ኢሉ ቃል ኣምላኽ ነቶም ንእግዚኣብሄር ዘፍቅርዎ ከም ምኽሩ ኸኣ እተጸውዑስ ኵሉ ነገርሲ ንሰናዮም ክዀነሎምሲ ንፈልጥ ኢና ከም ዝዀነሎምሲ ንፈልጥ ኢና ኢሉ በቃ ስለዚ ንሰናይካ ክዀነካ እዩ ትሓልፎ ዘለኻ ኣምላኽ ምሳኻ እዩ ሻሎም ሃሌሉያ ብሩኻት ኢኹም።